ከም ወትሩ ተሳትፎኹም ኣይፈለየና። ክሳብ ፍጻመ ጽን ኢልኩም ክትከታተሉና እናተላበኹ ናብታ ዛንታ ከብለኩም። ብሳላ እናሓደረ ዝስራሕን ዝመሃዝን ዘሎ መመላኽዒታት ሎም ሎሚ ኩለን ኣዋልድ ጽቡቓት እየን ኮይነን ዘለዋ። ብፍላይ ኣብ ጎደናታት ኣስመራ ኣብ ደቓይቕ ዘይኣክል ብሓንቲ ጽብቕቲ ጓል ምግራምካ ከይወዳእካ ካልእ ካብኣ ትበልጽ ሃንጎፍ ክትብለካ ልሙድ ተርእዮ እዩ ኮይኑ ዘሎ። ከም ዕምባባታት ዝመልኦ ሰብሖ ኸኣ ብኹለን ትፈዝዝ። ስሕበተን ብስውር ሓይሊ ስለ ዝመልከና ድማ ከም ደቂ ኣዳም መጠን ንጥምት ኢና። ኣዒንትና ጽቡቓት ኣዋልድ ካብ ምንዳይ ኣዕሪፈን ኣይፈልጣን። ኣንሓኹም ከኣ ናይ ተምሳጥ ግዜ ግዲ ኣኺሉ ንሓንቲ ባህጊኣ ብዙሕ ጓል ሄዋን ጠመትኩም። ዘይተቐልወ እንጣጢዕ ዝመስል ሕብሪ ገጻ ምስ እትኽደኖም ኣልባሳትን ስጡም ኣራግጻ ኣእጋራን ሓለፋ ጎራዙት ተባሃጊት ዝገብራ ተውህቦ ኣዩ ዝነበረ። ግደ ሓቂ ከምዞም ቀልጢፎም ንዋልድ ዝላለዩ ኣወዳት ኣይኮንኩን። ኣብ ጓል ድፍረተይ ድሩት እዩ። ብፍላይ ኣብ ልዕሊ ሶፋኒት ጠቕላላ ርእሰ ተኣማንነተይ ሃዲሙ ኣግዲዑኒ እዩ። ረዚን መልኣኻ ሰለሉ ኣእትዩለይ ከክርእያ ኣእዳወይ ከንፈጥፍጥን ጸኒሐ ብርቱዐ ከስተንፍስን ጀመርኩ። ሶፋኒት ተምሃሪት ኮሌጅ ጥዕና ኣስመራ ምዃና ሓደ ግዜ ብደንቢ ተኸታቲለ ክፈልጥ ክኢለ እየ። ኣብ ኣፍ ደገ ተጸቤ ምስ ተፈደሰት ረኺበ ኣብ ልዕሊኣ ዘለኒ ስምዒት ክገልጸላ ዝጥዕም ግዜ ድማ መደብኩ። ኮይኑ ግን ምስ ስርሐይ መንግስታዊ ትካል ብምንባሩ ውጥነይ ብቕልጡፍ ከተግብሮ ኣይከኣልኩን። ብኹሉ ጥጡሕ ዝኾነ ባይታ ተፈጢሩ ክርህወኒ ድማ ብዙሕ ኣጻለትኩ። እምበርከስ ምስቲ ደፋር ዘይምዃነይ ዘለኒ ሓይሊ ኣኸኺበ ጸዊዐ ስምዒተይ ክገልጸላ ኣብ ዝፈተንኩሉ ምስ መሓዙታ እናጸንሓትኒ ረብሪበየ። ኮይኑ ግን መወዳእትኡ ምስ ሓደ ዓርኪ ክንከዳ ወሰንና። ትምህርታ ወዲኣ ክሳብ ትፍደስ ከኣ ክንጽበያ ጀመርና። ሶፋኒት ንእሽቶ ቦርስኣ ተሓንጊጣ ዓቢ መጽሓፍ ኣብ ኣፍልባ ኣጸጊዓ ብኹሩዕ ኣካይዳ ክትመጽእ ተዓዘብናያ። በይና ስለ ዝነበረት ከኣ ሽሕ እኳ ፍኹስ እንተ በለኒ፣ ህርመት ልበይ ግን ማዕረ ዝጋልብ ዘሎ ፈረስ'ያ ክትወቅዕ ተፈሊጣትኒ። ስምዒተይ ተቖጻጺረ ብኸመይ ከም እንላለያ ምስ ዓርከይ እናተዘራረብና እንከለና፣ ሓደ በዓል ሞቶ ኣብ ጥቓና ደው በለ። ሶፋኒት ከኣ ኣብ ምዕጉርቱ ስዒማቶ ተሰቕለት። ካብ ዓይንና ክሳብ ዝኽወሉ ከኣ ብምርኣይ ኣፋነናዮም። ስምዒተይ ብሓንሳእ ሃድሽ በለ። ሕንከትን ባዶነትን ተሰሚዒኒ ብምቕዛዝ ንዓርከይ ጠመትክዎም። ዘጥፋእናዮ ግዜ ንኽንቱ ስለ ዝነበረ ብሕርቃን ሕርር በልኩ። ኩለንተናይ ዘስተውዓለ ዓርከይ ግን ተስፋይ ንኸይቆርጽ ብዛዕባ ሶፋኒት ዝኾነ ነገር ከይፈለጥኩ ከይውስንን ደጋጊሙ ተማሕጸነኒ። ክሳብ ኩሉ ነረጋግጽ ድማ ደኺመ ከይበለ ከም ዝሕግዘኒ ቃል ኣተወለይ። እንተ ኣነ ነቲ በዓል ሞቶ ከምዛ ልክዕ ኣደይ ዝቐተለለይ ደመኛይ ገይረ ሓሰብክዎም። ልዕሊ ዝውንና ሞቶ መኪና ክትህልወኒ ድማ ከም ሽዑ ገይረ ብሂገ ኣይፈልጥን። ኣብ ምስትምሳል ኣትየ ከኣ ነብሰ ምትሓት ተሰመዓኒ። ምእንቲ ሶፋኒት ክትግደሰለይ ከኣ መኪና ክትህልወኒ ብዙሕ በሃግኩም፣ ባህጊ ግን ብጻዕሪ እምበር ብድሌት ኣይሰምርን እዩ። ናይ ዓርከይ ምኽሪ ዕረ እናጠዓመኒ ተቐበልክዎ። እንታይ ከ ምርጫ ኣለኒ እሞ? ሶፋኒት ክሳብ ዘይወነንክዋ ምስቲ ዝመረጾ ሰብ ክትከይድ ምሉእ መሰል ኣለዋ። እዚ ክቕበሎ ከም ዘለኒ ንነብሰይ ኣእመንክዋ። ናይ ውሽጠይ ስምዒት ኣብ ውሽጢ ትሪፈ ከኣ ሐራይ ደሓን ብምባል ምስ ዓርከይ ተሰማማዕኩ። ድሕሪ ሰለስተ መዓልቲ እንደገና ኣብ ኣፍ ደገ ትምህርታ ተመሊስና ልክዕ ከም ስለያዊ ንጥፈታት ነካየድ ዘለና የማን ጸጋም እናተኸታተልና ተጸበና። እታ ገርማሃበባ ከኣ ከምቲ ልሙድ ቦርስኣ ተሓንጊጣ ሸናዕ እናበለት ሕልፍ በለትና። ዳግማይ ፍርሒ ወረረኒ። ጠቕለላ ኣይቀሰንኩን። ሕጂኸ መጺኡዶ ይወስዳ ይኸውን ብምባል ተሸቑሪረ ሰዓብኩዋ። የማን ጸጋም ጠሚተ ኩላ ከባቢ ፈተሽኩዋ። ብስጉሚ ከርክባ ምስ ተቓረብኩ መመሊሰ ክፈርሕ ጀመርኩ። ምስ ሰብ ጸጋ ትኸይድ ጓል ደኣ ብእግራ ክትዛወረለይ ትኽእልዶ ትኸውን? ዝብል ሕቶ ኣብ ኣእምሮይ ተመላለሰ። ዘየጨንቕ እውን ኣይኮነን። ዘለናዮ ግዜ ወነንቲ ተሽከርከርቲ ንንብረቶም ከም መስተፋቕር ክጥቀሙለን ካብ ዝጅምሩ ግዜ መዓስ ውሒዱ። ሶፋኒት ግን ደሓን ትእቶ ነዚ ኩሉ ኮረሻ ሓሳባተይ ብሓንሳእ ኣራገፈቶ። በይና ብእግራያ ትምርሽ ዝነበረት እታ ምችእቲ ኣጋጣሚ ክተምልጠና ኣይደለናን። ብየማንን ብጸጋምን ዓጂብና ብምጽንባር ሰላምታ ለገስናላም። መእተዊ ዕላል ኣመቓቒርና ከኣ ጽቡቕ ኣዘናጋዕናያም። እቲ ናይ ሶፋኒት ዘሐጎሰና ነገር ከኣ ምስ ዝኾነ ሰብ ዘይትጋየሽ ምዃና እዩ። ልክዕ ከምዚ ናይ ዓመታት መሓዙት ከኣ ጽቡቕ ተወሃሂድና ኣዕለልናም። ክሳብ ገዛውታ ኣፋኒና ንጽባሒቱ ሻሂ ከነስተያ ድሌት ከም ዘለና ገለጽናላ። ሶፋኒት ዝቕረብናላ ሕቶ ብዘይ ውልውል እያ ተቐቢላቶም። ኣብ ቆጻራና ዝተረኸብኩ በይነይ እየ ነይረ። ዓርከይ ዝኣኽሎ ኣታትዩኒ ስለ ዝኾነ ዝተረፈ ናተይ ግደ እዩ። ኣብ ናይ ቆጽራ ቦታ ነዊሕ ከይተጸበኹ ሶፋኒት ክትኣቱ ረኣኹዋ። ሓቂ ይሓይሽ ክትመጽያ ዝብል እምነት ስለ ዘይነበረኒ ብምምጻ ፈንጠዝያ እዩ ተሰሚዑኒ። ሰላምታ ተለዋዊጥና ሴዳ ስሒበ ኮፍ ኣበልክዋ። ሰሰሪቐ እንተዘይኮይኑ ከኣ ዓይነይ መሊኤ ክጥምታ ዘኽእል ዓቕሚ ሰኣንኩ። ዕላል ጠፊኡኒ ካብ ስራሕን መዓልታዊ ንጥፈታትን ናብ ካልእ ክሰግር ኣይከኣልኩን። እታ ፈለማ ርክብና ከኣ ብኸምዚ ተወደኣት። ኮይኑ ግን ንብድሕሪኡ ዝቐጸለ ርክብና በሪ ከፊታትለይ እያ። ሶፋኒት ምስቲ ቀለም ዝቐመስቶ ሓዊስካ ኩለንትናኣ ባህ ትብለካ ጓል እያ። እንተኾነ ሙሉእ ሰብ ስለ ዘየለ ናይ ሶፋኒት ቀንዲ ኣበር ብዛዕባ ትፈልጦም ኣወዳትን ተግባራቶምን ብብዝሒ እያ ትዕልል። ዓንኬል ዕላላ ኣብ ኩስቶ ከምዚ ህያብ ኣምጽኢለይ ኩስቶ ሓቲትኒ ምስ በዓል ኩስቶ ተዘናጊዕና ጥራይ እዩ ዘንከባልል። ቀስ ብቐስ ክትልወጥ እያ ዝብል እምንቶ ስለ ዝነበረኒ ናብ መሳልል ፍቕሪ ዝስጉም ዝነበረ ርክብና ብኣግኡ ከቋርጾ ኣይደለኹን። ደሓር ግን ሙሉእ ሰብ ስለ ዘይኮንኩ ምልእቲ ጓል ምጽባይ ዕሽነት ስለ ዝኾነ ክቕጽል ወሰንኩ። ብኹሉ ኹሉ ጽቡቕ ስለ ዝተቓረብና ኣብ ከም ባርዕ ጫካ ዝምሕያሉ ሃልሃል ዝብል ፍቕሪ ተሰኽተትና። ሶፋኒት ኣብ ጉዕዞ ፍቕሪ ምንም ዘይትፈልጥ ኮይና እያ ቀሪባትኒ። ናይ መጀመርያ ኣፍቃሪኣ ምዃንይ ውን ደጋጊማ ገሊጻትለይ። ኩለን ከምኡ ስለ ዝብላ ንዘረባኣ ብዙሕ ኣይተገደስኩሉን። ክላለያ ኣብ ዝኸድኩሉ እቲ በዓል ሞቶ እውን ዘመዳ ምዃኑ እያ ገሊጻትለይ። ፍቕርና ካብ መዓልቲ ናብ መዓልቲ እናዓሞቐ ኸደ። ከም ፍቑራት ናይ ዘለናዮ እዋን እዚ ኸኣ ከምቶም ኩሎም መንእሰያት ከም ፋሽን ዘተግብርዎ ዘለዉ ስጋዊ ርክብ ክንፍጽም ዝኽልክለና ዕንቅፋት ኣይነበረን። ጎቦ ጎቦ እናበልኩ ርክብ ክንፍጽም ንሶፋኒት ምስ ኣተንባህኩላ ኣይተቓወመትንን። ከባቢ ሰዓት ሓሙሽተ ድሕሪ ቐትሪ ኣብ ሆቴል ተዓጺና መግቢ ተቋሪስና ናብ ክላስና ኣምራሕና። ውሽጢ ኣቲና ኣብ ዓራት ኮፍ ምስ በልና ኣብ ልዕሊ ሶፋኒት ቅንጣብ ትኹን ፍርሒ ኣይተዓዘብኩን። ክሳብ ክንድኡ ድያ ትኣምነኒ? ኢለ ድማ ሓበን ተሰማዓኒ። ንምሉእ ዕግበት ከኣ ክዳውንቴን ኣውጺእና ባታ ንባታ ኣጋጪና ብስምዒት ፍቕሪ ሓዊ ፈጠርና። ዝወላዕናዮ ሓዊ ሙቐት ፈጢሩ ብረሃጽ ሓጸበና። ኣብ ኣእምሮይ ግን ዘይነበረ ሓሳብ መጸኒ። ምስ ሶፋኒት ነብሳ ትገልጻ ኣንጻር ፍጻሜታት እዩ ተኸሲቱለይ። ኣእምሮይ እውን ብሕቶ መለእም። ስምዕ እንዶ ሶፊ፣ እንታይ ደኣ ናይ መጀመርያ ዕርከይ ንስኻ ኢኻ ዶ ትብልኒ ነበርክን? ብጓላ ዘይምጽንሓ ጋንኩነኒ። ደሓር ከኣ እቲ ጓል ዘይምጽንሓ ዘይኮነ ኣገሪምንስ ርከብ ኣብ ዘፈጸምናሉ እዋን ብዙሕ ክዛረበሉ ዘይደሊ ተግባራት ስለ ዘርኣየትኒ ኣስደመመኒ። ሶፋንየት ሕጂውን ብጀካኻ ዝፈልጦይ ወዲ የብለይን ብምባል ኣመና ተቖጢዓ ተዛረበትኒ። ክተእምነኒ ከኣ ዘይተኣደነ ቃላት ኣውሓዘት። ተግባራታ ጎቦ ልብኻ ዝግድፍ እኳ እንተነበረም፣ ክኸስራ ስለ ዘይደለኹ ግን ሸለል ብምባል ፍቕርና ቀጺልና። ኣብ ሰሙን ሰለስተ ኣርባዕተ ግዜ ኸኣ ርክብ ክንፈጽም ጀመርና። እቲ ብቐትሪ ኣብ መዕረፊ ኣጋይሽ ተሓቢእና ንፍጽሞ ዝነበርና ርክብ ናብ ብሓንሳእ ምሕዳር ማዕበለ። ርክብና ብኸምዚ እናቐጸለ እንከሎ ሓደ መዓልቲ ሶፋኒት ሎሚ ምሸት ብመሃንቱሰይ ኢኻ ትራኸበኒ ብምባል ድቦላ ዘረባ ፈነወትለይ። ካብ ሶፋኒት ከምኡ ቃል ክሰምዕ ስለ ዘይተጸበኹ ሰንበድኩ። ድሕሪ እታ ምሸት ናይ ሶፋኒት ነገር ሓደ ብሓደ ቅጅል በለኒ። ብዙሕ ነገራት ከም ዝሓሰወትኒ ከኣ ጭብጥታት ዝኾኑኒ ተግባራታ ዘከርክዎም። ኣብቲ ፈለማ ስለ ፍቕሪ ክብል ሸለል ዝበልክዎ ተግባራት ደሓር ብጉልባብ ይጻወቱለይ ከም ዝነበሩ ክስቆረኒ ተፈለጠኒ። ክጥርጥራ ዘኽእል ሓሳባት ግን ኣይነበረንን። ኣመና ለመጭ መልሓስ ነይራታ። ኣብ ጉዕዞና ቅንጣብውን ትኹን ተኾራሪና ኣይንፈልጥን። ከም ውልዶ ህጻን ትከናኸነኒ ስለ ዝነበረት ኣባይ ዝነበራ ፍቕሪ ዕዙዝ ምዃኑ ጥራይ እየ ዝኣምን ዝነበርኩም። ብምሉእ ዓይኒ ጥርጣረ ክዕዘባ እውን ጀመርኩም። ከምዚ ኢልና ጉዕዞና እናቐጸልና እንከለና ሓደ ምሸት ንሶፋኒት ገዝኣ ኣፋንያ እናተመለስኩ እንከለኹ ብድሕረይ ናይ ነውሒ ብርሃን ተወሊዑ ናባይ ክቐርብ ምስ ጀመረ ደው በልኩ። ሓደ መንእሰይ በዓል ሞቶ ኣብ ቅድመይ ደው ኢሉ ሰላማት ዝሓወይ ሓንሳብ ዶ ክረኽበካ በለኒ መን ምዃኑ ብኣግኡ ተሰወጠኒ ጸገም የለን በልክዎ ቁሩብ ግልል ምስ በልና እንታይ መሲልካ ዝሓወይ ብዛዕባ ሶፋኒት ክዛረበካ መጽየ ሶፋኒት ቅድሚ ሕጂ ዓርኪያ ነይራ ሕጂ ከማን ቁሩብ ኢና ተኾራሪና እምበር ክልተ ዓመት ሙሉእ ብሓንሳብ ተጓዒዝና ኢና ሰለስተ ግዜ ካባይ ድቂ ሒዛ ነይራ እያ እንተኾነ ምስ ትምህርቲ ስለዚ ጣዕማ ኣስዲዳቶ እንተዘይኣሚንካኒ እዚ ናይ ጥንሳ ኣልትራሳውንድ ዝገበረቶ መርመራ ውጽኢት እዩ። ብምባል ሙሉእ ስም፣ ዕድመን ካልእን ሶፋኒት ዝነበሮ ጻዕዳ ወረቐት ኣርኣየኒ። ኩሉ ገረመኒ። ቃል ኣየምለቕኩን። ሞባይሉ ኣውጺኡ ድማ ሙሉእ ብሙሉእ ክትኣምን እንካ ብምባል ሶፋኒት ፍርቂ ነብሳ ጥራይ ዕርቃና እንከላ ኣብ ዓራት ዝተሳእልዎ ስእሊ ኣርኣየኒ። ድሕሪ እታ ምሸት ገጽ ሶፋኒት ከይርኢ ምስ ነብሰይ ቃል ኣተኹም። ፍቕሪ ሎብ ዘበን ጭርጭር ዓበደ ኮይኑ ዘይዓርፍ ጸወታዩ መሲሉ ዘሎ። እቲ ካብ ብዙሓት ሰባት ዝሰምዖ ዝነበርኩ ጥልመት ኣባይ ተደግመም። እዘን ኣዋልድናስ እንታይ ወሪድወን ኢለ ድማ ኣማረርኩ። እዚ ኹሉ ሓሶትን ክሕደትን እንታይ ኣምጾም? ስለስተ ግዜ ጥንሲ ስዲዳስ ድንግል ኢላ ክትምጉቶ ንምፍታና ኣስደመመኒ። ገናይ ተውህቦኣ ኣብ ጽቡቕ እንተትጥቀመሉ ክንደይ ምጠዓመም። ተዓዊትላ ናይ ሓሶት ንብዓት ናይ ሓሶት ፍቅሪ ናይ ሓሶት መልክዕ ኩሉ ትክእሎም ድሕሪ ሶፋኒት ኣበ ደቂ ኣንስትዮ እምነተይ ጎዲሉ እዩ እንታይ ክገብር ኢልኩምኒ ኢኩም እምነት መንጢላ ጥርጣረ ሸሊማትኒ ከይዳ። ክቡራት ኣሕዋተይ ዛንታይ ነዚ ይመስል ዋላ ሙሉእ ይኩን እምበር ቅሩብ ተማሂርኩም ክትኮኑ በዓል ሙሉእ ተስፋ እየ ኣብ ጉዕዞኩም ምሉእ ልብኹም ኣውዲቕኩም ከይትኣምኑ ድማ ምሕጽንታይ እዩ። ክሳብ ካልእ መዓልቲ ብኻልእ መደብ ንራኸብ ከኣ ኣብ ህይወትኩም ዓወትን ኣሳልጦን ይምነየልኩም። ደሓን ቀንዩ። ጸሓፊ ዛንታ ዳንኤል ገብረትንሳኤ